ሰላም ኣምላኽ ምስ ኩላትኩም ይኹን ፍትዋት ተኸታተልቲ ትንሳኤ ቻነል ንሎሚ ድማ ከምቲ ብተኸታታሊ ክንዕዘቦ ከነቅርበልኩም ዝቐነና ሳልሳይ ክፋል ናይቲ ዝጀመርናዮ ኣርእስቲ ተሳጊርካ ወለዶኻ ኣሳግር ዝብል ኣርእስቲ ሒዝና መፂና ኣለና ምሳና ክትኮኑ ብፍቕሪ ኣምላኽ ይዕድመኩም ምናልባት ዘይረኣኹሞ እንድሕር ደኣ ኣለኹም ኮንኩም ንቐዳማይን ካልኣይን ክፋል ተመሊስኩም ክትርእይዎ ብሓደ ሓቢርና ከዓ ናብዚ ናይ ሎም መደብና ክንካፈል ክዕድመኩም ይፈቱ። ሎሚ እንሪኦ ሓሳብ እቲ መሰረታዊ ለውጢ ዝኾነ መንፈሳዊ ሓርነት ዝብል ኣርእስቲ እዩ ክኸውን ምሳና ክትጸንሑ ይዕድመኩም። ብዛዕባ እዚ ክንብሎ ዝጸናሕና ሓሳብ ማለት ብዛዕባ መንፈሳዊ ሓርነት እንታይ ትብለና ፓስተር?
ኦኬ ብዛዕባ መንፈሳዊ ሓርነት ክንዛረብ እንድሕር ደኣ ኮይንና ብመሰረቱ ናይዚ ኩሉ መርገም ንዘራረበሉ ዘለና ኣርእስቲ፣ ምንጪ፣ እንታይ እንድሕር ደኣ ኢልና፣ ደይምእዛዝ እዩ፣ ሓጢኣት ከኣ እዩ ማለት እዩ። ብሰሪ ሓደ ደይምእዛዝ ናብ ዓለም ሓጢኣት ከም ዝኣተወ መጽሓፍ ቅዱስ ይነግረና ማለት እዩ። ብሰሪ ሓደ ሰብኣይ ሓጢኣት፣ ብሓጢኣት ከኣ ሞት ናብ ኩሉ ሰብ ከም ዝኣተወ፣ መርገም ናብ ኩሉ ሰብ ከም ዝሓለፈ ይነግረና ማለት እዩ። እንድሕር ደኣ ርኢናዮ ኣብቲ ዘፍጥረት፣ ብረሃጹ ክበልዕ ከም ዝኾነ፣ ነታ ምድሪ ዘሪእዋ እሾኽን ተኾርባን ከም ተብቁለሉ ብዙሕ ክፉእ ነገራት ተዛሪቡ ማለት እዩ ብዛዕባ ብሓጢኣት ዝመጸ ማለት እዩ። እንደገና ኣብ ዘዳግም ክዛረብ ከሎ ምስ ዘይምእዛዝ ኣትሒዙ ማለት እዩ ምዕራፍ 27 ጥቕልል ብዝበለ መንገዱ ንባዕዲ ኣምልኾ ክህሉ ከሎ ሓጢኣት እዩ ንሱ መርገም ከም ዘምጽእ ንወለድኻ ሕሱም ቃል ምውጻእ መርገም ከም ዘምጽእ እንደገና ኣብኡ ዘርዚርዎ ኣሎ ንዘኽታም ንስደተኛ ንዓይነ ስውር ካልእ ከዓ ምስኣን ኣተሓሒዙ ጠቒስዎ ዘሎ ከዓ ኢንሰስት ማለት ምስ ሰይተብኡ ዝድቅስ ምስ ቀረባ ዝኾነ ቤተሰቡ ዝድቅስ መርገም ከም ዘምጽእ፣ እዚ ሓጢኣት ምዃኑ ኣብኡ ጠቒስዎ ኣሎ። ቀጺሉ እውን ምስ እንስሳ፣ እዚ እውን መርገም ከም ዘምጽእ ርጉም ይኹን ኢልዎ ኣሎ መጽሓፍ ቅዱስ ማለት እዩ፣ ኣብቲ ምዕራፍ ዕስራን ሸውዓተን ዘዳግም ንረኽቦ ኢና። ስለዚ ሎሚ ነዚ ሰባት ኣቕሊሎም ዝርእይዎ ዘለዉ፣ መጽሓፍ ቅዱስ ግን ቀሊል ነገር ገይሩ ኣይኮነን ዝወስዶ፣ ሳዕቤን ኣለዎ ማለት እዩ። ሓጢኣት ኩሉ ግዜ እንታይ የምጽእ እዩ? ናቱ ዝኾነ ኣሰር ኣለዎ፣ ናቱ ዝገድፎ ሓድጊ ኣሎ ማለት እዩ። ኣብ መጽሓፍ ቅዱስ ንርኢ ከለና ጎይታና የሱስ ክርስቶስ ካብ ሓጢኣት ከናግፈና ካብ ሓጢኣት ክብጀወና ኢሉ እዩ ርእሱ ሂቡ ማለት እዩ። ምክንያቱ ኣምላኽ ስለቲ ኣብ ደቂ ሰባት ዝነበረ ደይምእዛዝ ሓጢኣት ኣብ ደቂ ሰባት ቁጥዓ ነይሩ ማለት እዩ ስለዚ ጎይታና የሱስ ክርስቶስ ከም መእለይ ቁጥዓ ኮይኑ መጺኡ ኣብ መስቀል ስሌና ዝሞተ ማለት እዩ ስለዝኾነ ከኣ እዩ ኣብቲ ኢሳያስ ሓምሳን ሰለስተን ክዛረብ ከሎ ንሱ ግና ብሰሪ ገበንና ቆሰለ ብሰሪ ኣበሳና ድማ ተኸትከተ ንሕና ሰላም ምእንቲ ክንረክብሲ መቕጻዕትናኡ ወረደ ንሕና ምስ እንታይ ክንገብር መታን ምስ ኣምላኽ ሰላም መታን ክንረክብ ምስ ኣምላኽ መታን ክንዕረቕ ብካልእ ኣዘራርባ ከኣ ጽድቂ ኣምላኽ መታን ክንከውን ማለት እዩ ስለዚ ነዚ እዩ ጎይታና የሱስ ክርስቶስ ኣብ መስቀል እንታይ ዝኾነ ማለት እዩ ስሌና ኣብ መስቀል ዝወዓለ እቲ ጽድቂ ክንብል ከለና ብዙሕ ግዜ እንታይ ኮይኑ ይስማዓና ከምዚ ሓደ ሰብሲ ጸዲቀ ንሕሪሉ ፍጹም እየ ወይ ከላ ሓጢኣት የብለይን፣ ሓጢኣት ኣይገብርን እየ ዝዓይነቱ እዩ ዘስመዓና እቲ ድሕረ ባይታና፣ ናይ ሃይማኖታዊ ድሕረ ባይታ ከምኡ ስለ ዝኾነ። ግን ጽድቂ ክበሃል ከሎ ግን ብመሰረቱ ምስ ኣምላኽሲ ቅኑዕ ዝኾነ ኣቃውማ ኣሎኒ፣ ርክብ ምስ ኣምላኽ ደለኒ ርክበይ ኣቃኒዐ እየ ማለት ደኣሉ እምበር ብዛዕባ ፍጽምና ብዛዕባ ምሉእ ምዃን ኣይኮነን እቲ ቃል ማለት እዩ። ስለዚ ኣምላኽ ንወዱ ንየሱስ ክርስቶስ ኣብ ክንዳና ኣብ መስቀል ሓጢኣት ምስ ገበሮስ ንሕና እንታይ ኮይና እዩ ዝብለና መጽሓፍ ቅዱስ ጽድቂ ኣምላኽ ኮይና ኢና ጥራይ ጸዲቕና ደይኮናሲ እቲ ናይ ኣምላኽ ውዱእ ዝኾነ ጽድቅስ ንዓና እንታይ ኮይንና እዩ ተዋሂቡና እዩ ናይ ክርስቶስ የሱስ ጽድቂ እዩ ምክንያቱ ኣብ መስቀል ለውጢ እዩ ተገይሩ ክርስቶስ የሱስ ሓጢኣትና ወሲዱልና ናቱ ጽድቂ ከኣ ሂብና ማለት እዩ። ስለዚ ንሕና ኣብ ቅድሚ ኣምላኽ ክንረኣ ከሎና ቅኑዕ ኣቃውማ ኣለና። ቅኑዕ ኣቃውማ ጥራይ ዘይኮነ ናይ ኣምላኽ ጽድቂ ኮይና ኢና እንረኣ ማለት እዩ። ናይ እግዚኣብሔር ጽድቂ እዩ ኣባና እንታይ ዝኸውን ዝረኣ ማለት እዩ። ስለዚ ኣብቲ ሮሜ ምዕራፍ ሓሙሽተ ከምኡ ኢለና እምበኣርሲ ብእምነት ካብ ጸደቕና ምስ ኣምላኽ ሰላም ኣሎና። ብእኡ በዚ ዝረኸብናዮ ናብዚ ጸጋ እዚ ዝኣቶና ኢሉ ብኣምላኽ ተስፋ ኣምላኽ ከኣ ንምካሓሎና ኢሉ ስለዚ ናብቲ ናይ እግዚኣብሔር ጽድቂ ሲ ንምእታው ዕድል ተዋሂብና እዩ ኣክሰስ ተዋሂብና እዩ ምስ ኣምላኽ እንታይ ኣሎና ሰላም ኣሎና ዕርቂ ኣሎና እግዚኣብሔር ክጥምተና ከሎ ሕጂ ሲ ተቆጢዑ ይኮነን ዝርእየና ደስ ኢልዎ እዩ ዝርእየና ምክንያቱ ክርስቶስ የሱስ ኣብ ክንዳና ሓጢኣት ስለ ዝኾነ ኣምላኽ ምሳና እንታይ ገይሩ ኣሎ ሰላም ገይሩ ኣሎ እዩ ማለት እዩ። እንድሕር ደኣ ነቲ ብሰሪ ሓደ ሰብኣይ፣ ብሰሪ ኣዳምሲ ሓጢኣተኛ ኾንካ ኢኻ ተልካዮ፣ ማንም ሰብ ይሰማማዕ እዩ እዚ። ማንም ሰብ ወ ውሉድ ኣዳም ኩሉ ሓጢኣተኛ ይብል። ልክዕ ከምኡ ከምቲ ኣዳም ናብ ዓለም ሓጢኣት ዘእተወ፣ ናብ ዓለም ጽድቂ ዘእተወ ከኣ ጎይታና የሱስ ክርስቶስ ከኣ ኣሎ። ስለዚ ልክዕ ከምቲ ብኣዳም ዝመጸ ሓጢኣት ወ ሓጢኣተኛ ኢልና ዝተቐበልናዮ፣ ብግብሪ እውን ኣብ ህይወትና ዝዓዪ ዘሎ ዝሰርሕ ዝነበረ ማለት እዩ። ልክዕ ከምኡ ከኣ እቲ ብክርስቶስ የሱስ ኣብ መስቀል ዝገበረልና ውዕለት ኣሜን ኢልና ብክርስቶስ የሱስ ጽድቂ ኣምላኽ እየ ድብል ርትዒ ክንሕዝ ከለና ከምኡ ዓይነት እምነት ክንሕዝ ከለና ከኣ ብርግጽ እቲ ናይ እግዚኣብሔር ጽድቂ ኣብ ህይወትና ይዓይ እሞ ንሓጢኣት ሓይሉ እናደኸመ ኣብ ህይወትና ተጽዕንኡ እቲ ኣሰሩ እናደኸመ ይኸይድ ጽድቂ ኣምላኽ ኮይና ብጽድቂ ክምምልላስ ከኣ ንኽእል ማለት እዩ። ሕጽር ብዝበለ ከምዚ ክገልጾም ፈተኹ ኣነ።
ኤልሱየ ናባኺ ክንመጽእ እንታይ ትውስኽልና ነገር ኣሎ? እወ እዚ ኣምላኽ ይመስገን ኣኸሊል ጠቒስዎ ጸኒሑ ንሕና ጽድቂ ኣምላኽ ምእንቲ ክንከውንሲ ነቲ ሓጢኣት ዘይፈለጠ ወድ ሓጢኣት ገበሮ ኣብ ዝብልሲ ክርስቶስ ብመሰረቱሲ እቲ ናህና ናይ ሓጢኣተኛ ቦታ ወሲዱሲ እቲ ናቱ ጽድቂ እዩ። ኣብ መስቀልሲ ናይ ምልውዋጥ ናይ ደቂ ሰባት ንደቂ ሰባት ጽድቂ ንዑ ከኣኒ ናይ ደቂ ሰባት ሓጢኣት ብምሉእ እዩ ተጻዒንዎ። ስለዚ እዚ ምሻሎ ታሪኽ ጥራይ ኣይኮነን ክውንነት ኣብ ህይወትና ዘለዎ እዩ። ዋላ ኣብ ሮሜ ሰለስተ ዕስራን ሰለስተን ክሳብ ዕስራን ሽዱሽተን ኩሎም ሓጢኦም ክብሪ ኣምላኽ ስኢኖም በቲ ብየሱስ ክርስቶስ ዝርከብ በጃ ምሕላፍ ግን ኩሎም ይጸድቁ ብኸምኡ ይጸድቁ እዚ ከኣ ኣምላኽ ነቲ ብዕሽነት ዝተገብረ ሓጢኣት ብኸምኡ ስለ ዝሓደጎ ብደሙ መተዓረቂ ገይሩ እንሆ ብክርስቶስ እሱ ጻድቕ ክኸውን ካብ ክርስቶስ እምነት ንዘበለውን ከጽድቕ ኢሉሲ ጽድቁ ገሊጹ እና እቲ ቀንዲ ሓርነት ካብ ዝኾነ ይኹን መርገም ካብ ዝኾነ ይኹን ድሕረ ባይታ ካብ ዝኾነ ይኹን ናትካ ሓጢኣት ዝርከብ መንፈሳዊ ሓርነት በቃ በዚ ብየሱስ ክርስቶስ ዝተረኽበ በጃ ምፍላጥ ካብ ኩሉ እዚ እንታይ ሂብና ኢልና ክንሓስብ ከለና ሲ እቲ ቅኑዕ ኣቃውማ ኢሉ ገሊፅዎ ብጣዕሚ ደስ ድብለካ ምክንያቱ ሓደ ዝኾነ ይኹን ምስ ኣምላኽ እንዳተጣበቕካ ናይ እግዚኣብሔር ደስምር ህይወት ብዘድለየካ ኩሉ እግዚኣብሔር እንዳረዳእካ ክትከይድ ከለኻሲ ምስ እግዚኣብሔር ምስምምዓይ ትቐንዲ ሕጂ ምስ እግዚኣብሔር ከሰማምዓካ ዝኽእል ድልድል ሲ ተፈጢሩ ኣሎ ብመን ብክርስቶስ የሱስ ሕጂ ካብ ኩሉ እዚ ከኣኒ ዋላ እውን ኣብ ወንጌላት እንድሕር ርኢናዮ ሲ ንሱ ሓጢኣት ኮይኑ ኣብ መስቀል ንሕና ጽድቂ ኣምላኽ መንታ ክንከውን እዩ ንሱ ሕጂ ሓጢኣት ክኸውን ከሎ የሱስ ሲ ኣብቲ መወዳእታ ሲ ኤሎሂ ኤሎሂ ላማ ሰበቅታኒ ኢሉ እግዚኣብሔር ኣቦ ሲ ፈጺሙ ምስ ኣቦ ኩልሻዕ ሕብረት ከም ዝነብሮ ኣቦ ወዲ መንፈስ ቅዱስ ስላሴ ብሕብረት ከም ዝጸንዑ ኢና ንፈልጥ ኣብታ ናይ መስቀል ግዜ ግን ክርስቶስ የሱስ ሓጢኣት ስለ ዝኾነ ናይ ዓለም ብምሉኡ ሓጢኣት ኣብ ርእሱ ስለ ዝኾነ ኣክንዳና ሓጢኣት ስለ ዝኾነ እግዚኣብሔር ኣቦ ክሪኦ ኣይከኣለን ስለዚ ከዓ ጠንጢ ገዲፍዎ ስለዚ የሱስ ክርስቶስ ኣምላኸይ ኣምላኸይ ንምንታይ ሓደግካኒ ኤሎሂ ኤሎሂ ላማ ሰበቅታኒ በቃ ኣይዶኖ ኣብ ታሪክ ዝተፈፀመ ዓብ ፍፃሜታት ኣብዚኣ እያ ሕጂ እዚ እንታይ ሂብና እንተ ደኣ ኢልና ክርስቶስ ብሰንኪ ሓጢኣትና ሃና ካብ ኣቦኡ ተፈልዩ ምስ ኣቦ ግን ንሕና ብሰንኪ እቲ ናይ ክርስቶስ ናይ ደም ምብጃው ሕብረት ረኺብና ስለዚ እዩ ከማን ኣብ ዮሃንስ ዲ ሓቀይ ቀዳማይ ምልእኽቲ ዮሃንስ ምዕራፍ ሓደ ካብ ሓደ ክሳዕ ሰስተ እንተርኢና ንስኻትኩም ድማ ምሳና ሕብረት ምእንቲ ክህልወኩም ኢልና ነቲ ዝርኤናዮን ዝሰማዕናዮን ንዓኻትኩም ንነግረኩም ኣለና ሕብረትና እውን ምስ ኣቦን ወዱን መንፈስ ቅዱስን እዩ ሕጂ እቲ ቀንዲ መንፈሳዊ ሓርነት ዝህበና እንታይ እዩ ምስ ኣቦ ሕብረት ነርኺብና ኢና ምስ ኣቦ ውሉድ ኮይንና ኢና ምስ ኣቦሲ ከምዚ ቀደም ከመይ ርድኣና ድር ነይሩ ዝኾነ ጌጋ ጌርናስ ኣምላኽሲ ከምዚ ዓቢ ሰብ በትሪ ሒዙ ጸኒሑ ገለ ምስ ገበርካስ ዝቐጽዓካ ገለ ዓይነት ስእሊ እውን ነይሩና እዩ ሕጂ እቲ ቀንዲ ክንርድኦ ደለና እንታይ እዩ እግዚኣብሔር ንዓናሲ በቃ ኣቦና እዩ እዚ እዩ እቲ ቀንዲ ርድኢት ንመንፈሳዊ ሓርነት ገለ። ስለዚ እዩ ድማ ድብለና እስኻትኩምሲ እ ደጊም ኣብታ ኣብ እብራውያን እንዲ ደሎ ሓቀይ ኣብ ከረን ጽዮን ኣብታ ከተማ ህያው ኣምላኽ እ ኣብቶም ኩሎም መላእኽቲ ኣእላፋት መላእክት ዘለዎ ኢኹም ዝበጻሕኩም ኣብቲ ኣምላኽ ፈራዲ ኩሉ ዘለዎ ኣብቲ ጉባኤ ኩሉ ኣብቲ ናይ ኩሎም ኣስማት ቦኹራት ዘለዎ ኣብቲ መናፍስቲ ፍጹማን ጻድቃን ዘለዎ ኣብቲ የሱስ ክርስቶስ ባዕሉ ማእከላይ ሓድሽ ኪዳን ዘለዎ ካብ ደም ኣቤል ዝሓሸ ዝነጽግ ዝሓሸ ዝዛረብ ደም ዘለዎ ኢኹም ድበጻሕኩም ሕጂ እዚ ርድኢት እዚ ምስ ኣምላኽ ምህላውና፣ ኣብ ኣምላኽ ዘለዎ ኣብቲ ቅድስተ ቅዱሳን ምእታውና ብደሙ እዚ እዩ እቲ ቀንዲ ሓርነት ዝህበና። ዋላ እውን ኤሎሄ ኤሎሄ ላማ ሰበቅታኒ ኢሉ የሱስ ክርስቶስ ክዛረብ ከሎስ እንታይ ተፈጺሙ እንተድኣ ኢልና መጋረጃ ናይቲ ቤት መቅደስ እንታይ ኮነ እብለና ተተርተረ። ቀደም ኣብ ብሉይ ኪዳን ክንርኢ እንከለናሲ እቲ ሊቀ ካህን ሓንሳብ ኣብ ዓመት ናብቲ ቅድስተ ቅዱሳን ክኣቱ ከሎ ናይ ደም ዲቤላታት ወይ ናይ ኣራሑት ደም ሒዙ ነቲ ሓጢኣቶም ዝሽፍን እንደገና ኣብኡ ብሓጢኣቱ መታን ንኸይቅዘፍሲ ሰንሰለት ሒዞም እዮም ድኣትዉ ነይሮም ሕጂ እንታይ እዩ ብሓጢኣቱ እንተተቐዝፈሲ ድምፁ ሓደ ጭልጭል ክብል ምስኡ ከኣኒ ተገፊፉ ክወጽእ ምክንያቱ ካልእ ሰብ ከኣ ኣትዩ ከውጽኦ ከይቅዘፍ መታን ሕጂ ከምኡ ዓይነት ስግኣት የብልናን እቲ መጋረጃ ተተርቲሩ ኣብቲ ቅድስተ ቅዱሳን ኮይንና ንኣምላኽ ብሓርነት ከነገልግሎን ምስኡ ሕብረት ክህልወና እዩ ጸዊዑና ስለዚ እዚ እንተ ኣሚንና እዚ እቲ ቀንዲ ናይ መንፈሳዊ ሓርነት ትርጉምን መፍትሕን እዩ። ዋው ኣምላኽ እመስገን ሳሚ ሓወይ እንታይ ትውስኽ ኣብዚኣ።
እግዚኣብሔር ይመስገን ጎይታ መንፈሳዊ ሓርነት ስለ ዝሃበና ስሙ ይባረኽ ክርስቶስ ክመጽእ ከሎ ብርሃን ኮይኑ እዩ መጽዩ ነቲ ዝጸልመተ ህይወትና ብርሃን ክህብ እዩ መጽዩ ስለዚ ካብ ስልጣን ናይ ጸልማት ሓራ ወጺና ኢና ዝኾነ ይኹን መንግስቲ ጸልማት ኣባና ሕጂ ግደ የብሉን ስለዚ እዚ እቲ ክርስቶስ ዝገበሮ ግብሪ ማለት እዩ። እታ ብርሃን ህይወት ክበና እንከሎ ድማ ምስ ጸልማት ገጢሙ እዩ ስዒሩ እዩ ሂብና እምበር ኣብኡ ከሎ ዝመጸ ኣይኮነን። ንኣብነት ኣብ ፊሊጲ ኣብ ቆሎሴ ምዕራፍ ክልተ ፍቕዲ ዓሰርተ ኣርባዕተን ዓሰርተ ሓሙሽተን እንተርኢናዮ እንታይ እዩ ዝብል ነቶም ሕልቅነታትን ስልጣናትን ኣጽዋሮም ገፊፉ ብኡ እናፈከረሎምሲ ብግልጺ ኣስተሓፈሮም ይብል። ስለዚ ናብቲ መዓሙቕ ከይዱ ስዒሩ እዩ ነቲ ዝጸልመተ ህይወትና ብርሃን ሂብና። ካብዚ ዝዓቢ ሓርነት የለን። ከምኡ ኣብ ቆሎሴ ሓደ ዓሰርተ ሰለስተ ተሪኢናዮ እውን ካብ መንግስቲ ጸልማት ናብታ መንግስቲ ፍቑር ወዱ ኣእተወና ይብል። ኣብ ዮሃንስ ዓሰርተው ክልተ ኣርብዓን ሽዱሽተን እውን እቲ ብኣይ ዝኣምን ኣብ ጸልማት ምእንቲ ከይነብር ኣነ ብርሃን ኮይነ ናብዛ ዓለም እዚኣ መጺኤ ኣለኹ ኢሉ። ስለዚ ሳላ ደም እቲ ገንሸልን ቃል ምስክሮምን ሰዓርዎ እዩ ድብል። ስለዚ እግዚኣብሔር ይመስገን ክርስቶስ ካብ ከምዚ ዓይነት ናይ ጸልማት መንግስቲ ሓርነት ሂብና እዩ። እቲ ካልኣይ ድማ ካብ መርገም ናይ ሕጊ ከም ተሻየጥና ኣብ ገላትያ ምዕራፍ ሰለስተ ፍቕዲ ዓሰርተ ኣርባዕተ እንታይ ይብል? ንሕና ነቲ ተስፋ መንፈስ ብእምነት ክንቅበሎ እቲ በረኸት ኣብርሃም እውን ብየሱስ ክርስቶስ ንህዛብ ምእንቲ ክኸውንሲ ኣብ ዕንጨይቲ ዝስቀል ዘበለ ርጉም እዩ ተጽሒፉ ኣሎ እሞ ክርስቶስ ምእንታና መርገም ኮይኑ ካብ መርገም ሕጊ ተሻየጠና ይብል መርገም ክግለጽ ከሎ ብብዙሕ ዓይነት እዩ ድግለጽ ከም ኣብነት ዝመላለስ ሕማም ካብ ወለዶኻ ኣትሒዙ ዝመጸ ኣሎ ዝጸዓርካሉ ነገር ግቡእ ዝኾነ ዓስቢ ምስኣን ኣሎ ኣብ ቀጻሊ ፋይናንሳዊ ወጥሪ ምምልላስ ኣብ ዘይርጉእ ኩነታትን ጭንቀት ናይ ኣእምሮን ምምልላስ፣ ምስ ምውላድ ዝተተሓሓዘ ጸገማትን ሽግራትን፣ ብቐጻሊ ፍትሕ ኣብ ቤተሰብ ምርኣይ ከምኡ ድማ ካብ መርዓ ወጻኢ ዝግበር ኩሉ ዓይነት ሽግራት። ስለዚ እዚ ነቲ ናይ ጸልማት ወይ ድማ ናይ መርገም ውጽኢት እዩ። ነዚ ኩሉ እዚ ኣብ ህይወትና ዝግለጽ ዝነበረ ብምልኡ መርገም ኮይኑ መርገምና ተሸኪሙ ካብ መርገም ሕጊ ሓራ ኣውጽኡና እዩ። ስለዚ በቲ ኣባና ንዓና ዝሃበና ብርሃን ጌርና ድማ ነዚ ንርእዮ ዘለና ኩሉ ጸቕጥን ወጥርታትን ድማ ሓርነት ሂብና እዩ። ካብዚ ዝዓቢ መንፈሳዊ ሓርነት የለን። እሺ ኣብ ጽቡቅ ሓሳብ እንዲና ንዘራረብ ዘለና እቲ ጽቡቅ እዩ እቲ ፍሎው ዝኸይድ ዘሎ ኣብ ሮሜ ምዕራፍ ሓሙሽተ ኣብቲ ኣፕሊኬሽን ወይ ከላ ኣብቲ ትግባረ ክንከይድ እንድሕር ኮይና ግን ኣብ ሮሜ ምዕራፍ ሓሙሽተ ክዛረብ ከሎሲ እምበኣርሲ ብእምነት ካብ ጸደቕና ምስ ኣምላኽ ብጎይታና የሱስ ክርስቶስ ሰላም ይሃልወና ኢሉ። ሕጂ እንድሕር ዳሪናዮ ኣብቲ ምዕራፍ ሓሙሽተ እቲ ለውጢ ከም ዝተገብረ ኣብቲ ሓጢኣት ዝዓዘዞ ኣብኡ ጸጋ ኣምላኽ ከም ዝዓዘዘ ብሰሪ ሓደ ሰብኣይ ሓጢኣት ናብ ዓለም ከም ዝኣተወ ከምኡ ኸኣ ብሰሪ ሓደ ሰብኣይ ከኣ ጽድቂ ኣምላኽ ብሰሪ ሓጢኣት ሞት ከም ዝኣተወ ብሰሪ እቲ ብጐይታና የሱስ ክርስቶስ ዝመጸ ጽድቂ ከኣ ህይወትን ኣብ ህይወት ምግዛእን ከም ዝመጸ ኣብኡ ነጊሩና ኣሎ። ክዛረብ ከሎ ኣብቲ ቁጽሪ ዓሰርተ ሸውዓተ እቶም ትርፊ ጸጋን ውህበት ጽድቅን ዝተቐበሉ ኸኣ ኣብ ህይወት ኣዝዮም ብዙሕ ክገዝኡ እዮም ይብለና ማለት እዩ። ዋላ ኣብቲ ታሕቲ ኸኣ ትሕት ኢሉ ኸኣ ንዓኣ ክስምረልና ከሎ ኸኣ ብጽድቂ ክገዝኡ እዮም ይብለና። ሕጂ እቲ ኣብ ህይወት ክገዝኡ እዮም ዝብለና ዘሎ ሓጢኣት እንድዩ ክገዝእ ጸኒሑ፣ መርገም እንድዩ ክገዝእ ጸኒሑ፣ እተፈላለየ ናይ ሓጢኣት ውጽኢት እዩ እታ ክገብር ጸኒሑ ማለት እዩ፣ ድሕሪ ሓጢኣት ሞት ይመጽእ፣ ድሕሪ ሓጢኣት መርገም ይመጽእ፣ ድሕሪ ሓጢኣት ኩሉ ዓይነት ኣብ ዓለም ዝኣተወ ክፍኣት ኣሎ ማለት እዩ፣ ፍርሂ ኣሎ፣ ኢንሰኪሪቲ ውሕስነት ዘይምህላው ብዙሕ ነገራት ኣሎ ማለት እዩ፣ ስለዚ ነዚ ኩሉ ኣየናይ እዩ ዝገዝኦ ማለት እዩ፣ እቲ ብክርስቶስ የሱስ ዝተቐበልናዮ ህይወት ግን ኣብዚ ኩሉ ክንገዝእ ዝገብረና እዩ። እቶም ትርፊ ጸጋ ንወበ ጽድቅን ዝተቐበሉ ትርፊ ጸጋ ዝብሎ ዘሎ ነና እዩ። ጎይታና የሱስ ክርስቶስ ኣብ ወንጌል ዮሃንስ ምዕራፍ ዓሰርተ ክዛረብ ከሎ እንታይ ኢሉ ሰራቂ ጀካ ክሰርቅ ክሓርድ ከጥፍ ኢሉ ንካልእ ኣይመጽን እዩ ኣነ ግን ህይወት ምስ ተረፉ ዝተትረፍረፈ ህይወት ወይ ከላይ እቲ ናቱ ዓይነት ባህሪ ኣማቒልና ማለት ኣምላኻዊ ዝኾነ ህይወት ክንማቐል ገይሩና እዩ ኣብ ወንጌል ዮሃንስ ምዕራፍ ቀዳማ ዮሃንስ ምዕራፍ ሰለስተ ቁጥሪ ሸውዓተ ከባቢ ክዛረብ ከሎ ከዓኒ እንታይ ኢሉና ኣለዉ ንሕና ኢሉ ናይ ኣምላኽ ባህሪ ስለ ዘለና ናይ ኣምላኽ ተማቐልቲ ስለ ዝኾንና እቲ ናቱ ባህሪ ኣባና ስለ ዘሎሲ ኣብ ሓጢኣት ክንጸንዕ ወይ ከላ ሓጢኣት ክንገብርስ ኣይኮነልናን እዩ ሕጂ ኢሉ ኣሎ ስለዚ እቲ ብቕዓት እቲ ዓቕሚ ረኺብናዮ ኣለና ብካልእ ኣዘራርባ ዳግም ክንውለድ ከለናሲ እቲ ምስ ኣምላኽ ርክቡ ኣቋሪጹ ነበረ ሓጢኣት ይፈላለ እንድዩ ስረ ሓጢኣት ሞት መጽኡ ይብለና ስለዚ እቲ ተፈላለናዮ ዝነበርና መንፈስና ምስ ኣምላኽ ርክብ ዘይነበሮ እንደገና እንታይ ኮይኑ ተሓዲሱ እዩ ትርክቡ ሓደሽቲ ፍጥረት ኮይና እንድሕር ደኣ መንፈስና ርኢናዮ ኣብ ዝናይ ሓድሽ ኪዳን ማለት እዩ እቲ ምስሊ ኣምላኽን ኣርኣዮን ዝተፈጥረ ሓድሽ ሰብ ልበስዎ እዩ ዝለና ክንለብሶ ደኣ ንፅዋዕ እምበር ኦረዲ እንታይ ኮይኑ እዩ ብምስሊ ኣምላኽን ኣርኣያኡን ዝተፈጥረ ሓድሽ ሰብ ኣብ ውሽጥና ኣሎ ማለት እዩ ስለዚ ነዚ ኢና ኣተኩሮና ሕጂ ነዚ ምምጋብ ቃል ኣምላኽ ብርሃን ረኺብና እቲ ብክርስቶስ ዮ ዝረኸብና መንነት ምፍላጥ እሞ ኣብኡ ምንባር እዩ እቲ ኣተኩረና ክኸውን ዘሎ ማለት እዩ ድሕሪ ቅፅል ኣቢሉ እሞ ኢሉ ክሳብ ክንዲዚ ኣብቲ ሓጢኣት ዓዘዘሲ ፀጋ ካብ ዓዘዘ እሞ ኣብ ሓጢኣት ዶ ንፅናዕ ኢሉ ያእ ኣይፋልናን ንሕና ንሓጥያት ዝሞትና ከመይ ኢልና ሕጂ ኣብኡ ክንነብር ኢሉ ብጣዕሚ እዩ ዝገርም ብዙሕ ግዜ እዛ ጥቕስ እዚኣ ከንብብ ከለኹ እታ ጥቕሲ ቀዲመ እየ ዝፈልጣ ግን ድሕሪኡ ሓንቲ ሰማዕኳ ተዋስኦ ነይራ እቲ ሰኽራም ሓሊፍሉ ትብል ማለት እዩ እቲ ሰኽራም ሓሊፍሉ ተባሂሉ እንታይ ስለ ዝኾነ ሓሊፍሉ ተባሂሉ መሲልኩም ስለ ዝሞተ ድሕሪ ደጊም ሲ ንኸይሰክር ክሰክር ኣይክእልን ምክንያቱ ኮይኑ ሞይቱ እዩ ዝሞተ ሰብ ዊስኪ ድሕር ዳኣ ድፈቱ ነሩ ኮይኑ ዊስኪ ተቐመጥካሉ መስተ ድፈቱ ዝጣዕመ ዝበሃል መስተ ይፈልጦን እያ ናይ መስተ ብዙሕ ስታ የብለይ መክሮ የብለይን እንተቐመጥካሉ ሳልዕሉ ክሰትዩ ኣይኽእልን ናይ ጓል ኣንስተይቱ ጓል ኣንስተይቲ ፍሉይ ዝኾነ ባህግን ወልፍን ዝነበረ ሰብ እንድሕር ደኣ ሞይቱ እታ ዝጸበቐት ጓል ኣምጺኻሉ ኣብ ልዕሊኡ ክምልስ ኣይኽእልን እዩ ኦልሬዲ ሞይቱ እዩ እስክምኒ ኣለኹም ስለዚ ልክዕ ከምኡ ከዓ መፅሓፍ ቅዱስ ክነግረና ከሎ ንሕና ሲ ንሓጢኣት ሞይትና ፅድቂ ክንግዛእ ኢና እንደገና ተወሊድና እዩ ዝብለና ንሓጢኣት ሪስፖንድ ዝገብር ንሓጢኣት ምላሽ ዝህብ ንሓጢኣት ግብረ መልሲ ዝህብ መንነት ኣይኮነን ዘለና ኩሉ ግዜ እንድሕዳ ሓሲብናዮ ማለት እዩ ምክንያቱ ንስኻትኩም ግና እዚ ሕሰቡ ኢለና ኣሎ ንሓጢኣት ከም ዝሞትኩም ኢሉ ግና ኸ ንኣምላኽ እንታይ ከም ዝኾንና ህያዋን ከም ዝኾንና ንፅድቂ ህያዋን ከም ዝኾንና እዚ ሕሰብ ይለና ኣሎ ኩሉ ግዜ ክነስተንትኖ ዘለና ኩሉ ግዜ ክንሓስቦ ዘለና ሓቂ እዚ ማለት እዩ ዝተዋህበና መንነት ሓደሽቲ ፍጥረት ኮይንና ኢና። ብምስሊ ኣርኣያ ወዲ የሱስ ክርስቶስ እንደገና ተወሊድና ኢና። ጽዋዕና ንምስሊ ወዲ የሱስ ክርስቶስ ክንመስል ይቕድሚ ምስራት ዓለም እግዚኣብሄር ዝሓርየና ዝመደበና መንግስቲ ኣምላኽ ክንወርስ ጥራይ ኣይኮነን። እቲ ናትና ኮሊን ጽዋዓ እንታይ እዩ ንምስሊ ወዲ የሱስ ክርስቶስ ክመስሉ ቅድሚ ምስራት ዓለም እንታይ ገበሮም እዩ ዝብለና ሓርዮም እዩ ዝብለና ነቶም ዝሓርየና ሸ ፀውዕና ነቶም ዝፀዋዕና እንታይ ገበረና ኣኽበሮ ኣጽደቆም እለና ኣኽበሮም እለና ማለት እዩ ኣምላኽ ይመስገን ስለዚ ኩሉ መስርዑ ሓሊ እዩ ዝኸይድ ጽድቂ ኣምላኽ ዝተቐበልና ሰባት ስለ ዝኾና ሓደ ነገር ንጽበ ኣለና ንሱ ከዓ ግሎሪፊኬሽን ናይ ስጋና ምልዋጥ ናይ ስጋና ትራንስፎርሜሽን ወይ ከላይ ምቕያር ክብሪ ምልባስ ናይ ስጋና ንፅበ ኣለና እዚ ከዓ መሰል ውልድነትና ይብለና መፅሓፍ ቅዱስ ማለት እዩ ስለዚ ኩሉ ግዜ ክንሓስቦ ዘለና እንታይ እዩ ንሕና ንሓጢኣት ከም ዝሞትና ንጽድቂ ግና እንታይ ከም ዝኾንና ህያዋን ከም ዝኾንና ከም ዝተንሳእና ሞትና ንሞቱ መሲሉ ሕብራቱ እንድሕር ደኣ ኮይናስ ኢለና ኣሎ ብትንሳኤ ከዓ እንታይ ክንገብሮ ኢና ክንሓብሮ ኢና እንድሕር ደኣ ብርግጽ ምስ ክርስቶስ የሱስ ኣይደንቲፋይ ጌርና ኣብ መስቀል ርእስና እንድሕር ደኣ ምስ ኣዛሚድናዮ ኮይና ክርስቶስ የሱስ ሞይቱ ኣይኮነን ተሪፉ እንታይ ገሪኻ ተንስዩ ንሓጢኣት ጥራይ ኣይኮናን ሞይትና ንፅድቂ ክንመላለስ ብሓድሽ ህይወት መታን ክንመላለስ ምስ ክርስቶስ የሱስ ተንስእና ኢና ህይወትና ብየማን ኣምላኽ ምስ ክርስቶስ የሱስ ተሰዊራ ኣላ ይብለና መጽሓፍ ቅዱስ ማለት እዩ ስለዚ ዓቕሚ ኣለና ብቕዓት ኣሎና ብጽድቂ ክንመላለስ እቲ ዝነበረና ድሕረ ባይታ ድዩ ዝነበረና ናይ ሓጢኣት ምልማድ ድዩ ዝተፈላለዩ ነገር ጸቒጥና ኣው ደው ክንብል ዘይኮናሲ ንቕድሚት ክንከይድ እየ ክጽዋዓኩም ዝደሊ ማለት እዩ ሓቢርና ክንጽሊ ኢና ሃለሉያ እስኪ እግዚኣብሔር ይመስገን ሕጂ እቲ ዝርዳኣኩም ኣብ ሂወትኩም ዘድከመኩም ኣብ ሂወትኩም ዘሰልከየኩም ብፍላይ ከዓ ተደጋጋሚ ኣብ ሂወትኩም ዝረአ ሓጢኣት እንድሕር ኣሎ ኮይኑ መጀመርያ ሓጢኣት ክትፀልኦ ኣለካ ሓጢኣት ሓጢኣት እዩ ልክዕ ትፋእኻ ኣይትሕዞን ኢኻ ትሰዶ ኢኻ ይኽድ ኢኻ ትሓድጎ ትጎሕፎ ኢኻ ሓጢኣት ከዓ ትፋእ እዩ ድሕሪኡ ግን ክርስቶስ የሱስ ንሓጢኣትኩም ከም ዝሞተ ንጽድቅኹም ከኣ ከም ዝተንስኤ ክትሓስቡ ይደሊ ኣለኹ። ሕጂ እዚ እናሓሰብኩም ከኣ ክርስቶስ የሱስ ጽድቂ ኣምላኽ ከም ዝገበረኩም፣ ክርስቶስ የሱስ ኣብ መስቀል ሓጢኣትኩም ወሲዱ ጽድቁ ከም ዝሃበኩም ክትሓስቡ ይደሊ ኣለኹ። ክርስቶስ የሱስ ሓጢኣተይ ወሲድካ ጽድቂ ሂብካኒ ኢኻ። መታን ኣነ ከይቅብዝበዝ ኣነ መታን መቕባሕብሒ ከይከውንሲ ምስ ኣቦ መታን ሰላም ክህልወኒ ኣብ መስቀል ስለይ ሞይትካ ኢኻ ንሱ ብሰሪ ገበና ቁስሉ ብሰሪ ኣብሳና ድማ ተኸትከልና ንሕና ሰላም ምእንቲ ክንረክብ መቕጻዕቲ ኩሉ ናኡ ወረደ ጽሑፍ እዩ ናተይ መቕጻዕቲ ናብ ወድኻ የሱስ ክርስቶስ ውዒሉ እዩ እዚ እመን ኣለኹ ብርእሰይ ክመጽእ ኣይክእልኒ ነቲ ቀደም ብዕሽነት ዝተገብረ ይሕለፍ ሓዲግካ ሕጂ ግን ምሕረት ክትገብረለይ እልምና ኣለኹ በልዎ። ኣነ ሓጢኣተኛ ምዃነይ እመን። ብናተይ ጽድቂ ብናተይ ክእለት ኣብ ቅድሜኻ ክቐርብ ኣይክእልን እየ፣ ግናኸ በቲ ብወድኻ ብየሱስ ክርስቶስ ዝተገብረ ኣብ መስቀል ዝተገብረ ስራሕ ጽድቅኻ ተቐቢለ ኣለኹ እሞ ተመስገን እንዳበልና እስኪ ናብ ኣምላኽ ክንቀርብ ኢና። እግዚኣብሔር ኣቦና ነመስግነካ ኣሎና። ስለቲ ኣብ መስቀል ዝተገብረ መለኮታዊ ዝኾነ ስራሕ ተመስገን። ብርግጽ ሓጢኣትና ዝወሰደልና ጎይታ ኣሎና። ብርግጽ ሕማምና ዝወሰደ ጎይታ ኣሎና። ብርግጽ መርገምና ዝወሰደ ጎይታ ኣሎና። ብርግጽ ሞትና ዝወሰደ ጎይታ ኣሎና። ድሕር ደጊም ባሮት ሓጢኣት ክንከውን ናትካ ፍቓድን ሓሳብን ስለ ዘይኮነ ተመስገን። ብጸጋ ምልኣት ጸጋ ኮይንና ኣብ ህይወት እንገዝእ ሰባት ክንከውን ዝጸዋዕካና ኢኻ እሞ ተመስገን። እቶም ትርፊ ጸጋን ውህበት ጽድቅን ዝተቐበሉ ከኣ ኣብ ህይወት ኣዝዮም ብዙሕ ክገዝኡ እዮም ኢልካና ኣሎኻ። ኣብ ህይወት ክንገዝእ ኢና እንደገና ዳግም ዝተወለድና። ነቲ ኣብ ገነት ኤደን ዘጥፋእናዮ መንነት እንደገና ሓዲስካ ሓደሽቲ ፍጥረት ስለ ዝገበርካና ተመስገን። ካብቲ ውዱቕ ናይ ስጋ መንነት ኣውጺኻ ናብ ወድኻ የሱስ ክርስቶስ ስለዘምጻኻና ተመስገን። ካብ ኣዳም ካብቲ ኣረጊት ኣዳም ኣውጺኻ ናብዚ ሓድሽ ኣዳም ስለዘምጻኻና ተመስገን። ሓይሊ መርገም ሓይሊ ሕማም ብሽም የሱስ ክርስቶስ ይሰበር። ሓይሊ ሓጢኣት ብክርስቶስ ኢየሱስ ስም ሓንሳብን ናሓዋርን ኣብ መስቀል ተሳዒሩ እዩ። ኣብ መስቀል ርእስና ንረኽብ ኣሎና። የስ ብትንሳኤ ንጎይትና የሱስ ክርስቶስ ንሓብሮ ኣሎና። ብሽም የሱስ ክርስቶስ እጽልይ ኣለኹ። ነገር ኩሉ ሽምካ ንባርኮ ኣሎና ኣሜን።
ክቡራት ተኸታተልቲ ትንሳኤ ቻነል ምሳና ሓቢርኩም ብምጽናሕኩም እናመስገና ኣብ ዝመጽእ ከኣ ብዛዕባ ሓርነት ካብ ዓንኬላዊ ናይ ጥዕና ጸገምን ካብ ሰላምን ምርግጋእን ኣብ ህይወት ዘይምህላውን ዝብል ኣርእስቲ ሓቢርና ምዝርራብ ክህልወና እዩ ኣብኡውን ምሳና ሓቢርኩም ክትካፈሉ ዕድሜና ነቕርብ ማለት እዩ። ሕጂ ውን ከምቲ ዝሓለፈ ዝበልናኩም እዚ መደብ እዚ ምሳና ሓቢሮም ክባረኹሉን ክመሃሩሉን ክኽእሉ ምእንቲ ተኻፈልቲ ንኽኾኑ ካልኦት ሰባት ሼር ላይክ ሳብስክራይብ ብምግባር ነዚ ኣገልግሎት እዚ ክትድግፉ ብፍቕሪ ኣምላኽ ይሓተኩም ምሳኹም ዝጸናሕኩ ናጽነት ደበሳይ እየ ኣምላኽ ይባርኽኩም።
ኣይትረስዑ። ሓራ ምእንቲ ክከውን ክርስቶስ ሓርነት ኣውጽኡና እዩሞ።
ስለዚ ጽንዑ፣ ደጊም በርዑት ባርነት ኣይትቆረኑ።